እዚ ክብል ከለኹ ከምቲ ልሙድ ደላይ ፍትሒ እቲ ተቃዋሚ በቲ ሓደ ወገን ከዓ ደጋፊ እንዳበልካ ደጋፊ ተቃዋሚ ነናቱ ዝንቡዕ ዝኾነ ርእሲ ተዋህቦ ፀኒሑ እንድዩ ነቲ ደጋፊ ተሓቲትካዮ ብዛዕባ ተቃወምቲ ድብሎ ነቲ ብዛዕባ እቲ ተቃዋማይ እውን ንነብሱ ደላይ ፍትሒ ኢሉ ነቲ ሓደ ክገልፆ ከሎ ኣገላልፃ ዝንቡዕን ዘይኩነታውን ገለ ምዃኑ ብዙሕ ተዛሪብናሉ ኢና ኣብዛ ሰዓት እዚኣ ከዓ ደጋፊ ተቃዋሚ ከይበልና ከም ኤርትራውያን ኢልና ንቀራረብ ኣብ ዝብል መልእኽቲ እንደፍኣሉ ዘለና ብጣዕሚ ፅቡቅ ሰብ እናተቀበሎ ተሓሳብ እናሰዓረ እናሰዓረረ ይመፅእ ኣሎ እሞ ብጣዕሚ ዘተባብዕ ነገር እዩ ግን በዚ በዚ ካይዳ እዚ ዝኣመኑ ኣለዉ ዘይኣመኑ ከ ኣለዉ ማለት እዩ ሕጂ እቲ መገዲ ፍትሒ ንብሎ ዜሩ ዜሩ እቲ ድሓን ዋላ ናይ ቃላት ምልዋጥ ከይገበርና ፍትሒ ማለት ብቅዋምን ብሕግን ትመሓደር ሃገር ክትህልወና እሞ ናቱ ውፅኢት ከዓ ህዝብና ቀሲኑ ሃገርና ማዕቢላ ቁጠባኣን ካልእን ኩሉ ቅስንቲ ዝኾነት ሃገር ምዕብልቲ ዝኾነት ሃገር ፍትሓዊት ዝኾነት ሃገር ንምሓዝ ማለት እዩ ማለት እዩ ሕጂ ኣብዚ ዝወስደና መገዲ ስኒ ኤና ይሓይሽ መቸም ኩሉ ግዜ ኣካታዕ ክኸውን እዩ ኩሉ ግዜ ናይ ቃልሲ ነገር ከምኡ እዩ ግን ዜሮ ዜሮ ግን ገሊኡ ዘየማትእ ናብኡ ገጹ ዝወስደካ መገዲ ኣሎ ካብኡ ንድሕሪ ዝመልሰካ ኣሎ እዚ ኩሉ መገዲ ናብቲ ምዕራፍ ዘብፅሓካ ብሓንሳብ ትጓዓዞ ወይ ከዓ በብመገዲ ጫሌራታት መገዲ ድዩ ካልእ ድሓፀረ ድዩ ኣቋራጭ ድዩ ገለ ነናቱ ክህሉ በብራእይካ ክትገብሮ ንቡር እዩ ግን ንድሕሪት ዝጎትት ንድሕሪት ዝመልስ ተኮይኑ ግን ዜሩ ዜሩ ኣንፃር ቃልሲ ዝኸውን ዘሎ እሞ ብናተይ ዓይኒ ክሳብ ሕጂ ከይፀንሐ ኣካይዳ ገሊኡ እኳ ተስፋ ዝህብ እንተነበረ ካብቲ መጀመሪኡ ግን ንድሕሪት ዝጎትት ብዙሕ ነገራት እንዳጋጠመ ይመፅ ሕጂ ካብዚ ክወፅ ተኮይኑ እዩ ከዓ እቲ ደላይ ደገፍቲ ተቃወምቲ ከይበልና ካልእ ዓይነት ኣተሓዛ ካልእ ኩነታዊ ዝኾነ ኣብዚ እዋን እዚ ክሰርዕ ዝኽእል ኣብ 223 ኣብ ህሉ ኩነታት ናይ ዓለምና ናይ ዞባና ናይ ኤርትራ ናይ ሃገርና ናይ ውሽጢ ናይ ህዝብና ኣብ ግምት ምእታው 223 ኣብ መወዳእታ ተዛዘመሉ ዋና ዘለና ስለዚ ነዚኣ ትኸውን እምበር ንቅድሚ ዓሰርተ ዓመት ነበረ ናብ ቅድሚ ዓሰርተ ሓሙሽተ ዓመት ኢሉ ሽዑ ተመዘዘ ወይ ከዓ ሽዑ ተወጠነ ዓይነት ኣሰራርሓ እውን ከም ዘይሰርሕ ፍሉጥ ምክንያቱ ምስ ህሉ ኩነታት ድኸይድ ግብራዊ ድኾነ ኩነታዊ ክኸውን ስለ ድግብኦ ማለት እዩ ድሓን ንዕላልና ክጥዕም ግን እንታይ ንግበሮ ሓጋዚ ድኸይድ እንተ ኮይኑ ንቅድሚት ድወስድ ናብ ፍትሕን ናብ ካልእን ዝወስድ እንተ ኮይኑ ሓጋዚ እዩ ማለት እዩ ካብኡ ዘባኹር ተኮይኑ ከዓ ዓንቃፂ እዩ ማለት እዩ ሕጂ ዝኾነ ጉዕዞ ስታይ ብድሆ ዘይብሉ ቻለንጅ ዘይብሉ ነገር የለን እሞ ግን ክልተ ቅድሚት ክልተ ስጉምቲ ንቅድሚት እንተ ከድካ ሓንቲ ከዓ ንድሕሪት ተኮይና ዜራ መቸም ቁርብ ስጉምቲ ኣላ ማለት እዩ ስለዚ ዝኾነ ቃልሲ ክልተ ስጉምቲ ንቅድሚት ሓንቲ ንድሕሪት ኩሉ ሰብ ዝፅበዩ ማለት እዩ ግን በንጻሩ ከዓ ሓንቲ ትስጉም እሞ ክልተ ንድሕሪ ትምለስ ሓንቲ ትስጉም እሞ ክልተ ንድሕሪ ትምለስ ኮይኑ ግን ተደሚሩ ተደማሚሩ ኣብ ብዙሕ ዓመታት ምናዳ ክውሰኾ ከሎ እዕሪ ጎታቲ ጎታቲ ጎታቲ ኮይኑ ካብቲ ድጀመርካዮ ንድሕሪ ዝመልስ ዝኸይድ ነገር ኣሎ ማለት ሕጂ ህዝቢ ዘይቅበሎ ሓሳብ ዘይሰርሕ ሓሳብ ምስ ኩሉ ኩነታት ነገር ዘይከውን ካብ ናይ ኤርትራ ጉዳይ መጺና ከዓ ርትዓዊ ዘይኮነ ሃገራዊ ዘይኮነ ተጋነነ ህዝቢ ኤርትራ ክቕበሎ ዘይክእል ብዓብኡ ከዓ ሃገራዊ ዘይኮነ እቲ ሃገራውነት ናይ ኤርትራ መቸም ከም ኤርትራውያን ዘይርድኦ የለን መግለፂኡ ኤናይ ሃገራዊ ኤናይ ዘይሃገራዊ ሕጂ ነዚ እውን ንክጥዕሞ ሰብ ዳሓይ ናተይ ሃገራዊ ኢሉ ከም ድሌቱ ክመዛዝኖ ይኽእል ኸውን እዩ ግን ዜሩ ዜሩ ኣብ ኤርትራን ልኡላውነታን ንዕኡ ዘንጸባርቕ ሃገራዊ መዝሙርን ባንዴራን ታሪኽን ምዕቃብ ጸጽቡቑን ጸጽቡቕ ድሌቱን ዝጠፋእኩም ኣይኮነን ማለት እዩ ሕጂ ካብዚ ወፂኻን እዚ እዩ ትጸላ ኢልካ ንዑ መጥቃዕቲ ክግበር ጸንሐ እውን ርኢናዮ ኣለና ሕጂ እዚ እውን ኣካል ናይቲ ቃልሲ ናይቲ ፍትሒ እዩ እሞ ስለዚ ወይ ኣቋራጭ እዩ ወይ ከዓ ኢሎም ዝሓዝዎን ሰባታት ኣለዉ ግን ዜሩ ዜሩ መዕቀኒ እዩ ህዝቢ እዩ ህዝቢ እንተ ዓሲልዎ ሓቆም ኣሎ ማለት እዩ እንተ ዓሲልዎ ከዓ ጌጋ ኣለዎ ማለት እዩ ሕጂ ብዛ ሰዓት እዚኣ ከኣ እቲ ህዝቢ ኣብ ሓደ ክዓስል ከሎ ብሓይሊ ክእምኖ እየ ዝብል ሓይሊ ከም ዘሎ ፍሉጥ እዩ ግን ድሓን ቅድሚ ናብኡ ምኻድና በዛ ናይ መዐቀኒ ክልተ ስጉምቲ ንቕድሚት ሓንቲ ስጉምቲ ንድሕሪት ከም ቅቡል ተጌርናዮ ክልተ ስጉምቲ ጥራሕ ንቕድሚት ጌርካ ደይጎትተለካ እውን ዝበለፀ ካብኡ ዝሓለፈ ግን ሓንቲ ስጉምቲ ንቅድሚት ጌርካ ሸውዓተ ንድሕሪት ዝወስድ ዓይነት ኣካይዳ ግን ከዳናጎ ጸኒሑ ነዚ መገዲ ፍትሒ መገዲ መገዲ ሕጋውነት መገዲ ጸጽቡቕ ንኤርትራ ምድላይ ሕጂ ከዓ መሊሹ ከይጎቶ ምእንቲ እንታይ ክንገብር ኣለና ማለት እዩ ስለዚ ከም ኣማራፂ እሞ እሱ ተደይኮነ ዳ እዚ ንሪኦ ዘለና ናይ ዝተኸፍለ ክፈል ብናዕቢ ድዩ ብገለ ድዩ ኣምፅኤ ብሓይለይ ከግብረ ዝኽእል ኢሉ ኣብ ዜናን ኣብ ገለን ኣብ ልብናን ኣብ ሓሳብናን ኣብ ዕላልናን ቀንዩ ዘሎ ኣተሓሳስባ ርኢናዮ ኣለና ግን እንታይ ኣማራፂ ስለ ዘለዎም እዩ ዝበሃል ከዓ ደጊምካ ደጋጊምካ እውን ይመፅእ ኣሎ ማለት እዩ ሕጂ ብዛ ሰዓት እዚኣ ከተኩረላ ደልየ ዘለኹ ንክሓስብ ዝደለየ ንክርኢ ደለየ ናይ ብሓቂ ብዙሕ ኣማራፅታት ክህሉ ክእል ካብ ሓደ ግን ካብቲ ዝክኣሎ ኢልና ክንቅርቦ ዝግባኣና ሓደ ከምታ ደጊምና ደጋጊምና ንብላ ዘለና እዚ ኩላትና ከም ኤርትራውያን ክንረአ ተጀሚርና እቲ ብሓንሳብ ንፍትሒ ንርትዓዊት ዝኾነት ንምዕብልቲ ዝኾነት ንተረጋገት ኤርትራ ክሰርሕ ዝኽእል ዓቕሚ ይበዝሕ ኣሎ ማለት እዩ ብሕልፊ ብሕልፊ ከዓ እቲ ደጋፊ ተቃዋሚ ኢሉ ተተፋኒኑ ዝፀንሐ ሓይሊ ብሓንሳብ እንዳመፀ ብሓንሳብ መገዲ ናብ ዝሒዝናዮ ዘለና ከዓ እቲ እንተኮይኑ ክረዳዳእ ከዓ ይኽእል እዩ እቲ ነንሕድዱ ደራፅሞ ነገራት ዕድላት ንሱ ንዑ እንዳጉደለ ኮፍ ኢሉ ተረዳዲኡ ቁም ነገር ክገብር ይኽእል እዩ ዝብል ኣተሓሳስባ ኣሎ ማለት እዩ ሕጂ እዚ ኣይከኣልኒ እዩ ክበሃል ፀኒሑ እዩ መቸም ወይ ከዓ ግዜካ ምጥፋእ እዩ ንፀላኢኻ ክትስዕሮ ኣለካ እምበር ወይ ከዓ ትማረኽ ኣለካ ኢድኩም ሂብኩም ንምስኡ ናብኡ ድኸድኩም ኢልካ ናይ ዓሻ ዘረባ እየ ዝብሎ ዘለኹ ስንዱ ስንዱ ስንዱ በሃል ክበሃል ግን ግደ ሓቂ ናይ ብሓቂ እቲ ኩንነት እቲ ሪያልቲ እቲ እቲ ድሌት እቲ ምናዳቶም ገሌና ጥብቕ ኢልና ነቶም ምስ መንግስቲ ክድግፉ ዝፀንሑ ድዮም ዋላ ኣካልቲ መንግስቲ ኮይኖም ዘለዉ ድዮም ኣባላት ህግደፍ ድዮም ደገፍቲ ህግደፍ ድዮም ኩሉ ከም ኤርትራዊ ክትሪኦ ምስ ጀመርካ ኣብ ክንዲ እዚኦም ምባል ልክ ከምቲ ከም ማዕርያ ትብፅሓና እዚ ሃገር ንሶም ኤርትራውያን ኣነ እውን ኤርትራውያን ንሶም ካብ ንዓና ክሰምዑና ከለዉ ኣበይ ነርካ በይ ትቃወም ነርካ ንዓይ ፀላኢ ኢኻ ንዓኻ ውን ክስዕረካ ኣለኒ ዝበሃል ኣተሓሳስባ ዘለዎ ሓንቲ እሱ ውን ደሰጉም ኣይኮነን ንድሕሪ ዝጎትት ጥራሕ እዩ ግን ከም ኤርትራ ግን ብሓንሳብ ኮይንና ንኸዶ መገዲ ኣለና ድሓርካ ካብዛ ሰዓት እዚኣ ካብዛ ዘለና ንቅድሚት ናበይ ንኸይድ ንብል ዘለና እምበር ትማሊ ከመይ ነይሩ መን ንመኢድ ከዋጥጠሉ ተልካ ግን ካልእ መገዲ ዝሓዘ እዩ ስለዚ እንታይ ክብል ደልየ ኣብ ከምዚ ዘይተፈተነ ዝበሃል ነበረ ኣይንክ ብኣካል ንፍትኖ ኣለና ዝረአ ኣሎ እቲ ግብረ መልሲ ዝመፅእ ዘሎ ከዓ ብጀካ ኣወንታዊ ካልእ ኣይተረኣየን ማለት እዩ ናተይ ጥራሕ ዘይኮነ ናይ ብዙሓት እውን ትርእይዎ ኣለኹም ኣብቲ ናይ ሚድያታት ምቅርራብ ሕጂ እውን ብድሕሪኡ ብኣካል ምቅርራብን ገለን ካልእ ብዙሕ ነገራት ፅቡቅ ይመፅእ ኣሎ ብዓቢኡ ከኣ ምናዳ ምናዳ ኣብዚ ናይ ሃገራዊ በዓላትን ናይ ሃገራዊ ጽምብል ኢና ንብሎ ካልእ ዘይከውን ዳስ ህግደፍ ዶ ፌስቲቫል ዶ ገለመለ ዶ ምእንቲ ክትጸልኦ ብዙሕ ኣሽማት ክጥመቆ ዝጸንሐ ናይ ሃገራዊ በዓላት ኣብ በዓላና እውን ዳርጋ ኩሉ ብሓንሳብ ሰሚሩ ትክደግፍ ኣነ ይድግፍ ምድጋፍን ምቅዋም እንደይኮነ ኤርትራዊ ኮይነ ኢሉ ብሓንሳብ ዝገብሮ ዘሎ ነገር ስለዝኮነ ብኣካል እውን ይረአ ኣሎ ማለት እዩ ካብኡ ንላዕሊ ከዓ ከምቲ ሕጂ እውን ሓድሽ ምዕራፍ ተኮይኑ ንቅድሚት ድኸይ ተኮይኑ እሞ ከዓ ኩሉ ነገር ንደልዮ ኣብ ውሽጢ ሃገርና ምእንቲ ክኸውን ንውሽጢ ሃገር ዝወስደና ነገር ኣብ ክንዲ ተጓኒፅካ ተረዳዲእካ እዚ ከዓ ኣብ ፖለቲካዊ ጉዳያት እንተኮይኑ ኣብ ሃገርና ውሽጢ ቁጠባዊ ጉዳያት ተኮይኑ ኣብ ሃገርና ውሽጢ ማሕበራዊ ጉዳያት ተኮይኑ ኣብ ሃገርና ውሽጢ ዝኾነሉ መገድታት እንዳኸፈትካ ምስ ትኸይድ እዩ ዝብል ኣተሓሳስባ ኣሎ ሕጂ በዚ ዝረዳዳእ ክህሉ እዩ ዘይረዳዳእካ ክህሉ እዩ ሕጂ ዝረዳዳእ ንብሎ ዘለና ሓደ ኣማራፂ ክቕርብ ክኽእል ኣለዎ እቲ ተረዳድእ ማለት እዩ ሕጂ እንታይ እዩ ክመስል ዝኽእል ኣብዚ ኮንካ ኣብ ሓፂሩ ኣብዛን ቁርብ ደቃቂ ዘለዋኒ ውድእ ውድእ ኣቢልካ እዚኣ እታ ዘላታ ፕላን እሞ ኣብዚኣ ኩላትና ንስመር ንብሎ ዋላ ኣይብፃሕ ደኣ እምበር ብዓብኡ ኣተተሓሳስባ ግን ኣብ ትሕቲ ኤርትራውነት ዘይከኣል ነገር የለን ዝብል ኣተሓሳስባ እዩ ማለት እዩ ኣብ ትሕቲ ኤርትራውነት ከ እንታይ ክንከውን ንግደድ ማለት እዩ ዝኾነ ሓደ ሽግር ደይብላ ሃገር የላን ኤርትራ ከዓ መዓት ሽግራት እሞ ከዓ እዚ ኩሉ ዓመታት ዘበኣሰናን ዓው ኢሉ ኣብ ብዙሕ ዘብፅሓናን ነገራት ማለት እዩ ሕጂ ግን ኤርትራ ግን ከም ሃገር ሃገር ልእላውነታ ዝዓቀበ ጥራሕ ዘይኮነ ድልድልቲ ሃገር ከም ዘላ እውን ኣብ ቦትኡ ኣሎ እዚ ሕጂ ናይ ቃላት ምቕማል ጌርካ ድልድል ተማለትካ በዚ ገዘ ዲፊኒሽን ኣየድልየናን ግን ድልድል ተማለት ሰንከልከል ትብል ዘላ ፋሕ ክትብል ተቐረበት ዘላ ወይ ሶማልያ ወይ ከምዚ ሱዳን ኮይናቶ ዘላ ከምዚ ኢትዮጵያ ኮይናቶ ዘላ ከምዘይኮነ ፍሉጥ እዩ ኣብቲ ቀርኒ ኣፍሪቃ ምናዳ ኣወዳዲርና ድልድል ተንፈርቓን ሃገር እቲ ሓድነት ህዝባ እውን ብዙሕ ዋላት ጭንቂ ተመፅኦ ዋላ ንዑ ብዝኾነ ትሕቲ ሃገራዊ ዝኾነ ኣጀንዳታት ድዩ ብወፃኢ ወገን ዝመፅእ ብሕልፊ ብሕልፊ ወገን ኢትዮጵያ ብሕልፊ ብሕልፊ ወገን ወያነ ብሕልፊ ብሕልፊ በዚ ንሓድነትና ክፈናጭል ዝኽእል ኣተሓሳስባ ብዙሕ ዘይተፈተነ ኣይኮነን ግን እዚ ኩሉ ሓሊፉ ናይ ብሓቂ ድልድልቲ ሃገር ኣላትና ክበሃል ክእል ምክንያቱ ዝኾነ ዋላ ነንዶ ኣብ ውሽጢ ሃገር ኣብ ወፃኢ ከማን ክሳብ ክሳብ ክንዲ ዝጋነን ፍልልይ የብሉን እቲ ህዝቢ ማለት እዩ ኣብ ኤርትራን ኤርትራውነትን መፅኻ ሕጂ ኣብ ትሕቲ ከምዚ ደኣ መሰለ ኢንቫይሮንመንት ከምዚ ደኣ መሰለ ሃዋሁ ከዓ እቲ ንደልዮ ናይ ፀፅቦ ናይ ኤርትራ ክኸውን ይኽእል እዩ ዝብል እምንቶ ኣለና ገሌና ማለት እዩ ኮርስ ብስራሕን ብተሓባቢርካ ዝግበር ነገር ግን ንምሸቱ ግን ብምንታይ ክዕቀን ናብ መገዲ ቅዋም ደይመርሓና ተኮይኑ ንድሕሪት ንምለስ ኣለና ማለት እዩ ግን ደላይ ቅዋም ደላይ ኤርትራ እዩ ደላይ ኤርትራ ሃገራዊ መገዲ ዝሓዘ እዩ ደላይ ኤርትራ ደላይ ቅዋም ደላይ ሃገራዊ መዝሙር ደላይ ፅቡቅ ትምኒታ ደላይ ባንዴራ ደላይ ኩሉ ድምርምር ኣቢልካ ነዚና እዚ እዩ ኣብ ትሕቲ ፅላል እዚ እዩ እቲ ፍትሒ ንደልዮ ዝበል ሕጂ እቲ ደላይ ፍትሒ ድብል ሽም ከምዛ ኣብዚ ተሳዕሲዕካ ደላይ ፍትሒ ኮንካ ናብ ደገ ኮንካ እምኒ ተሰንዲኻ ከዓ ደላይ ፍትሒ ኢኻ ዝብል ኣተሓሳስባ እዚ ናይ ዋላ ሓንቲ ኣብ ዝኾነ ነገር ክሸየጥ ዘይክእል ሕሱር ወይ ከዓ ስንኩፍ ዝኾነ ኣተሓዛ እዩ ግን ናብቲ መገዲ ንደልዮ ዘለና ዘቀላጥፍ እንተ ኮይኑ ክልተ ዋላ ንድሕሪት ሓንቲ ንስጉም ተሰጉሙ ንቅድሚት ክልተ ስጉምቲ ክስጉም ዝኽእል ኣተሓሳስባ እንተኮይኑ ግን ናይ ብሓቂ ሰብ ክዓስሎ ዝኽእልን ክሰምዖ ዝኽእልን ማለት እዩ ሕጂ እዚ ከም ዝብለኩም ዘለኹ ናይ ብዙሓት ምትሕባር ከድሊ እዩ ናይቲ ድግፍ ፀኒሐ እየ ክቃወም ፀኒሐ እየ ከይበለ ብሓንሳብ ኮይኑ ኮላቦሬት ክገብር ክረዳዳእ ክሰማማዕ ዝኽእል ሓይልን ምትሕባርን ነድልዮ ማለት እዩ ክሳብዛ ሰዓት እዚኣ ከዓ ብጣ ኣወንታዊ ድኮነ እምበር ኣሉታዊ ድኮነ ብዙሕ ኣይተራእየን በዚ በዚ ንተሓባበር ዝብል ዘሎ ኣካል ማለት እዩ እንደን ብመንፅሩ ክንሪኦ ከለና ከዓ ኖኖ እዚ ተኮይኑ ፅገናዊ እዩ እዚ ተኮይኑ ካብ ሱር ኣይመሖን እዩ ዘሎ እቲ ስርዓት እዚ ተኮይኑ መንግስቲ ኣይግልበጥን እዩ ዘሎ ኣይቅየርን እዩ ዘሎ ስለዚ ዝተኸፍለ ዋጋ ይከፈል ናዓብል ዒልና ከምዚ ብደገ ዘሎ ዋላ ደም ምፍሳስ ይምፃእ ዋላ ውሽጢ ኤርትራ እውን ከምኡ ጌርና ህከት ዋላ የምፃእ ዝተኸፍለ ከፈል ጌርና ለውጢ ከነምፅእ ኣለና ዝብሉ ሓይልታት ከ ኣለዉ ማለት እዩ ኣብ ርእሲኡ ከዓ እቲ ፀላኢና እውን እቲ ኣብ መሪሕነት ዘሎ መንግስቲ ጥራሕ ዘይኮነሲ ዋላ እቲ ንዕኡ ዝድግፍ ሓይሊን ምስኡ ዝተሓባበር ኩሉ ፀላኢና እዩ ዝብል ኣስሚረምሉስ ንሃለ ከማን ኣብ ፌስቲቫል ተኸድኩም ብእምኒ ኣብ ፌስቲቫል ተኸድኩም ብበትሪ ብሓዊ ገለ ኩሉ ንሪኦ ዘለና ነገር እዩ ማለት ስለዚ እዚ ክሲ ዘይኮነስ ብኣካል ዝገብርዎ ዘሎ እዩ እዚ ከዓ ዓቕሚ ዳ ይውሕድ ዳ እምበር ኸውን ኣብዛ ሰዓት እዚኣ ህዝቢ ኤርትራ እውን ከምዚ ኣብ ደገ ነናትካ ከናቴራ ጌርካ ምጭፍጫፍን ገለን ዝረኣናዮ ከምዚ ናይ እስራኤል ከም ናይ ስዊድን ገለን ከምኡ ልክዕ ምእንቲ ክትከውን እንዲ ዝስጎም ዘሎ ሕጂ ዓቕሚ ዳ ውሒዱ እምበር ኣብ ውሽጢ ኤርትራ ከምኡ ክኸውን እውን ድሌትና ኢሎም የተክሩ ኣለዉ ማለት እዩ ሕጂ ብዝኾነ በይኖም ከ ስኻትኩም በይንኹም ከምኡ ግበሩ ንሕና ከዓ ናትና ንገብር ንበሃል ኣይኮነ ምክንያቱ ሓንቲ ንመሸቱ ሓንቲ ሃገር እያ ዘላትና ሕጂ እታ ንሕና ክንዕቅባ ንደሊ ተረዳዲእካ ተረጋጊእካ ጸጊንካ መሰጋገሪ ክትገብረላ ትብል ሃገር ንብላ ንዓኣ ክንብትና ኢና ንዓኣ ወክነትወላ ኢና ንዓኣ ነንሕድሕዱ ሰብ ከም ዝባላዕ ክንገብሮ ኢና ንዝበለና ሓይሊ ክልቲኡ ብሓንሳእ ድኸይድ ነገር ኣይኮነን እዚ ማይን ዘይትን እዩ ስለዚ ሓዲኡ ክስዕር ክኽእል ኣለዎ ወይ ከዓ ሓውን ማይን እዩ ዝኸውን ዘሎ ማለት እዩ ሊትራሊ ከማን ሓውን ማይን እዩ ሕጂ እዚ በዚ መገዲ እዚ ዋላ ዜሩ ዜሩ እውን ህዝቢ ኤርትራ ተተሓባቢርዎ እኳ ኣብ ድኾነ ከይድ ኽእል እዩ ግን ህዝቢ ኤርትራ ነበ በቲ ዝግምቶ በቲ ዝሪኦ ብዙሓት እውን ከም ዝሰማምዕሉ ትርግታ ህዝቢ ናይ ህዝብና ኣብ ተረዳዲእካን ተሰማሚዕካን ንቕድሚት ጠሚትካን ይቕረ ተባሂልካን ትመፆ ለውጢ ደኣ እምበር ኣብ ከምዚ ንብሎ ዘለና ሓውን ናዕብን ገለን ድልየት የብሉን ዋላ ድሌት ኣለዎም ኣይነምርፆን ኢና ብሓይሊ ክንገብሮ ኢና ትብሉ ተለኹም ከዓ ግድነት ክትሰዓሩ ኢኹም ምክንያቱ ሓዴና ክስዕር ክኽእል ኣለዎ ኣብዚ ዘማተ ነገር ኣይኮነን ማለት እዩ ግን እቲ ዕላማና እኮ ናብቲ ፍትሓዊ መገዲ ንምኻድ እዩ ቅዋማዊ መገዲ ንምኻድ እዩ ብሕጊ ትምራሕ ሃገር ንምኻድ እዩ ዝበሃል ተኮይኑ ግን ኤናይ መገዲ ዝቕልጥፍ ክሳዕ ሕጂ ከ ደኣ ንምንታይ እዩ ኮሚታት ክብለዓል ከሎስ ኩሉ ግዜ ንድሕሪት ዝመጽእ ክልተ ክልተ ክልተ ክልተ ንድሕሪት ሓንቲ ቅድሚት ትኸይድ ንክልተ ንድሕሪት ጸኒሑ ክበሃል ከሎ ንብዙሕ ግዜ ተዛረብኩሉ ምድግጋም ከይኮነኩም ኣብዛ ሰዓት እዚኣ ትሕቲ ሃገራዊ ኣጀንዳ ጌርካ ክእከብ ስለ ክግበር ተፈቲኑ ሓደ ካብኢታት ከምዚ ናይ ኣውራጃዊ ዶ ናይ ወገናዊ ዓይነት ነዚ ቃልሲ ናይ በይንኻ ጌርካ ንካልኦት እንዳነፀልካ ነቲ ሓደ እንዳውፃኻ እንዳእተኻ ኣብኡ ደሎ ውድድር ርኡይ ስለ ዝኾነ ኩሉ ሰብ ዝፈልጦ ነገር ስለ ዝኾነ እዚ ከዓ ኩሉ ሰብ ኣብ ክንዲ ንፍትሒ ንክቃወም ንርትዓዊት ዝኾነት ቅዋማዊት ዝኾነት ኤርትራ ይቃለስ እየ ኢሉ ብግስ ክብል ከሎ ርእየ ኣብሎ እሞ ኦይ ከምዚ ተኾንኩም ስትረፈኒ እንዳበለ ወይ ኣብታ ነበራ ኣብታ ናይ ኣብዝሓ ስቕ ምባል ወይ ሳይለንት ማጆሪቲ ይኸይድ ካብኡ ሓሊፉ ከዓ እዚ ዘሎ መንግስቲ ዕሪ ሓይሽ ካብዚ ኢሉ ንዕኡ ናብ ምድጋፍ ዝኣተወሉ ሰዓታት እዩ ፀኒሑ ሕጂ ከማን ብዓውታ እቲ ንበዝሖ ዘለና ሳይለንት ማጆሪቲ ኣብዚ ዝብለኩም እንዳዓሰለ እንዳዓሰለ ምክንያቱ ነዛ ዝብለኩም ናይ ትሕቲ ሃገራዊ ዓይነት ኣተሓዛ ካብኣ ተገደድካ እንታይ ተወሲኽዎ ሕጂ ጎንፂ ተወሲኽዎ ግብረ ሽበራ ተወሲኽዎ ምፍርራሕ ተወሲኽዎ ኣብ ርእሲ እውን እቲ ናይ ትሕቲ ሃገራዊ ኣተሓዛ ጥራሕ ዘይኮነ ካብኣ ትገድድ ምስ ፀላኢና ዝኾነ ወያነ ዝኩሉ ዓመታት ሕጂ እውን ምድጋም ኣይኮነን ከይኮነና ምስ ክንተሓባበር ኢና ወይ ንተሓባበርኒና ከዓ ፀኒሑ ማለት እዩ ንምሸቱ ከ ኤናይ ሓይሊ ስዒሩ ኤናይ ህዝቢ ኤናይ ዓሲልዎ እቲ ምስ ወያነ ክተሓበር ደልዩ ዝበሃል ዋላ ንሱ ከይተረፈ ኣነ እኮ ክተሓባበር ኣይደልን እየ ትብሉን ኣለኹም እምበር እናበሉ ክሕባእ ደኣ እምበር እታ ምሕባእ ኣሉ እንዳበለ ደኣ እምበር ኣብ ትግራይ ትዕወት ክብል ዝፀንሐ ኣብ ፈቆዶ ደብረ ዘይት ዳዋሰዶ ብወያነ ትምውሎ በትን በት እንዳበለ እዚ ከዓ ንዓመታት ንሕጂ ኣብዚ መወዳእታ ዝረኣናዮ ጥራሕ ደይኮነስ ቃልሲ ጌና ኣብ ሶሻል ሚድያ ከምዚ ሕጂ ናይ ቪድዮን ናይ ገለን ከይበለ ከሎ ኣብ በዓል ፓልቶ ከሎ ገለ ከሎ እቶም ከምኡ ድብሉ ሓይልታት ካብ መጀመርዩ ኣብኣ ነይሮም ምስ ዓብለሉ ንሳቶም ኩሉ ግዜ ምስ ዓብለሉ ጎንፂ ዝደሊ ትሕቲ ሃገራዊ ዝደሊ ኣውራጃዊ ዝኾነ ዓይነት መገዲ ዝደሊ ናይ ብሄር ዶ ናይ ገለ ክገብር ዝደሊ ናይ ኣግኣዝያን ዶ ናይ ትግርኛ ዶ ናይ ገለ ኣጀንዳ ክገብር ዝደሊ ንምሸቱ ከዓ ምስ ተጋሩ ተሓባቢርካ ኣጀንዳ ናይ ዓባይ ትግራይ ዝደሊ ዋላ ንዑ ተደይደለየ እውን ወያነ ክትስዕረሉ ዝደሊ እዚ ኩሉ ተሓባቢሩ እዩ ነዚ ደንበ ተቃውሞ ካብ ሚዲኡ ጀሚርካ ክሳብ ውድባቱ ዓብሊልዎ ዝፀንሐ እዚ ክበሃል ከሎ ሃገራውያን ነዚ ኩሉ ነጺጎም ርትዓዊ ድኾነ ሽግር ኤርትራ ፍታሕ ብኤርትራውያን ኢሎም ንብዙሕ ዓመታት ተቃለልሱ ኤርትራ ንቐድም ረብሓ ናይ ሃገርና እውን ኣሎ ዋላ ዝተረፈ ከዓ እንተሎ ለውጢ ክመፅእ ተኮይኑ ካብ ውሽጢ ዓዲ እዩ ነቶም ኣብ ውሽጢ ዓዲ ዘለዉ ሓይልታት ኢና ኣብቲ ንቡር ምለሱና ንብሎም እምበር ዘየድሊ ናይ ወፃኢ ሓይልታትን ናይ ናቶም ኣጀንዳ ዘለውን ኣኪብና ኣይነምጽን ኢና ዝብሉ ከኣ ውሑዳትን ንጡፋትን ጸኒሖም እዮም። ግን ድምጾም ዳርጋ እውን ኣይስማዕን እዩ። ኣብዛ ሰዓት እዚኣ እውን ብዙሓት ኣብዚ ንብሎ ዘለና ሽግርና ክንፈትሕ ተኮይንና ደገፍትና ተቃወምቲ ከይበልና ንተሓባበር ዝብል ዓስ ኢሎምሉ ኣብኡ ይሰርሑ ኣለዉ። ካብኡ ወጺኦም እውን ኩሎም ማለት ኣይኮንኩን ጌና ምስ ንዕዘብዎ ህልዉ ካልኦት ዳርጋ ፍንትት ኢሎም ኣለዉ። ድምጾም ኣየስምዑን ኣለዉ። በዚ ሓደ ወገን ሰማያዊ ባንዴራ ዶ ሰማያዊ ካናቴራ ሒዞም እምኒ ምስንዳው ኣይጀመሩን። ካልኣይ ከዓ በዚ በዚ ካልኣይ ወገን ከዓ ከምዚ ንገብሮ ዘለና ምትሕብባር ምስቲ ደጋፊ ተቃዋሚ ትብል እውን ብዙሕ እውን ኣየርእዩን ኣለዉ ስለዚ ገሊኦም ከዓ ከምዚ ናይ ናይ ጎራ ሓዶ ክንብሎ ናይ ፈራ ሓዶ ክንብሎ መቸም ኣግልል ኣቢሎም ዝዕዘቡ እውን ብዙሓት ኣለዉ ግን ዝኾነ ኮይኑ እቲ ሃገራውነቶም ኣብ ቦትኡ ስለ ዘሎ ሆፍሊ ነዚ ንሪኦ ዘለና እንዳተዓዘብዎ ሞራ ዓስልዎ ገለ ኮኑ ማለት እዩ ሕጂ እዚአን እተን ምርጫ ከለዋ እቲ ሓደ ሱር ነቀል ገይረ ትኽፈል ከፊለ ከምፅኤ ይብል ኣሎ ጻዕዳ ኣጽናሕካ ከይንብሎ ምክንያቱ እታ ንደልያ ዘለና ፋሕ ተብል ስለ ዝኾነት ክትደኽሙ ኢኹም ዳ እምበር ክትሰዓሩ ኢኹም ጥራሕ ኢና ክንብሎም ንደሊ ማለት እዩ ግን ሓንቲ መይቢ ዋላ ከም ማዕዳድያ ዋላ ከም ፅቡቅ ትምኒት እውን ሓንቲ ወስ ከብላ ዝደሊ ናይ ሓሳብ ፍልልይ እንድዩ እዚ ክልተ ንቅድሚት ዘሰጉመና ዋላ ንሓደ ንድሕሪት ዝመልሰና ይኹን እሞ ግን ክኽፈል ዘለዎ እዩ ክንሓልፎ ዘለና እዩ ትብሉ ተኾንኩም ሓሳብ ሒዝኩም ኣለኹም ድሓን በቲ በቲ ኢሉ ሕማቕ ሓሳብ ኣሎ ፅቡቅ ሓሳብ ኣሎ እቲ ሕማቕን ዝብል ፅቡቕን ዝብል ከዓ ነናቱ መረዳእታ ዘሎ እዩ ብናተይ ዓይኒ ሕማቕ እብሎ ኣለኹ ብዙሕ ሰብ እውን ሕማቕ እብሎ ኣሎ ማለት እዩ ገሊኹም ከዓ እዝየ ደኣምነኑ ኢልኩምሲ ዋጋ ክትከፍሉ ከማነ ተዳሊኹም ኣለኹም ማለት እዩ ዝኾነ ኮይኑ ግን ሓሳብ ናይ ብሓቂ ርትዓዊ ዝኾነ ቀጣፊ ደይኮነ ሲ ርትዓዊ ዝኾነ ሓሳብ ክልተ ሓሳብ መመፅእ እምበር ናተይ ኣሎ ብዚ በዚ ኻን ኣሎ ሓዲኹም ምረፁ ሓዲ ምርፁ ኢሉ ንሰብ እዩ ዝገድፈሉ ማለት እዩ ኮይኑ ግን ካብቲ መልሹ ክሰዓር ኣለዎ ዘብለኒ ነገር እንተ ተዳሃሉ ኣብ ውልቃዊ ሓርነት ዘይኣምን ሓሳብ ግን ሓሳብ ክበሃል ኣይክእልን እዩ ምክንያቱ ኣገዲዱ ኣብቲ ናተይ እመኑ ዝብል እንተ ኣብቲ ተኸይድኩም ከሪኦኩም እየ ዝብል ዘፈራርሕ ጎንፂ ዝገብር ዓቕሚ ዘይብሉ ኣብ ሓሳቡ ዘይኣምን ጥራሕ እዩ ጎንፂ ዝኣምን ማለት እዩ ኣብዛ ሰዓት እዚኣ እንታይ ዘላ ኣብ ሓሳበይ እሸይጥ ኣለኹ እሞ ኣብቲ ናተይ ዳስ ምፁ ኣብቲ ናተይ ውድብ ዕሰሉ ኣብቲ ናተይ ሓሳብ ምፁ ንተሓባበር ኣይኮነን ዘሎ ኣብቲ ተኸድኩም ኣብቲ ተኸድኩም ኣብቲ ተኸድኩም እያ ዘላ ስለዚ እዚኣ ኣይተገብረትን ኣላ ስለዚ ናይ ብሓቂ ከም ኤርትራውያን ነቶም ኤርትራውያን እምበር ብዙሕ ዘይኤርትራውያን እውን ኣቴምኹም ኣለዉ ፍሉጥ እዩ ዋላ ኤርትራውያን ኮይኖም ኣጀንዳ ናይ ትግራይን ዓባይ ትግራይን ዘለዎም ኣለዉ ኣለዉ ፍሉጥ እዩ ንሕና ትግራዋይና እንዳበሉ ካብዚ ክሳብ እዛ ትማል እዚኣቶም መራሕትኹም ትብልዎም ኩሎም ንዓዮም ዝደጋግሙ ዘለዉ እዚ ግደ ሓቂ እዩ ግን ብዙሓት ካብ ኤርትራውያን ኣሕዋትና እውን ኣለኹም ንሪኦኩም ኣለና ማለት እዩ ኤርትራዊ ኣጀንዳ ዘለኩም ግን ኣብ ከምዚ ተጠቢስኩም ዘለኹም ሕጂ እታ ንዓኹም ከ ከም መዕቀኒት እንታይ ክትከውን ማለት እዩ? እስከ ኣርእዩና ኣብዚ ሓሳብ ናትኩምሲ ሰብ ዓስል ይኽእል ምዃኑ እዚኣ ከንታይ ኣብ ሕፅር ዝበለ ካብ ፌስቲቫል ህግደፍ ዶ ፌስቲቫል መንግስቲ ዶ ፌስቲቫል ኢሳያስ ዶ እንዳበልካ ነቲ ካልእ ምንሻው እዚ ናትና ፌስቲቫል እዚ ናትና ምትእኽኻብ እዚ ናትና ውዳበ እዚ ናትና ኣሎ ኢልኩም ሰብ ኣክብዎ። በሽሓት ሰብ ተዓሲሉ ሰብ እውን ክርኢ እዩ። ምርጫ ከም ዘለዎ ክፈልጥ እዩ። ካልኣይ ከዓ ሓቂ ምዃንኩም እንደ ምዃንኩም ባያ ክትምለጥ ማለት እዩ። ተደይኮነ ግን ከምቲ ሓደ ድበሎ እምበኣርካ ሕጂ ጊሰን 224 ንረኽበና ኢሉ ዝፀሓፈለይ ሰብ ኣሎ ካባኻትኩም ዶ ክብሎ ከምቲ ናትኩም ባንዴራ ዝገበረ በቃ ታፍታ ንዓመታ ካብ ብጀርመን ኢላ ክትጅመር እያ ብኣ ከዓ ጌርና ኣብኣ ከዓ ህውከት ክንገብር ኢና እዚኣ ተኮይና እታ ፕላን ግን ህዝብ ሽም ኤርትራ ምድዋን ንብዙሓት ኣዚሮም ዘይሓስቡ መሳኪን ኣብ ቤት ኣደዳ ሆስፒታልን ሕክምናን ቤት ማእሰርትን ምዃን ማለት እዩ ከምቲ ለንቀን ዝበልክዎ መጀመርያ ኣይከውን እያ ትብል ድሓር ግብረ ሽበራዊ ስራሕ ትሰርሕ ድሓር ከዓ ተኣሲረ ሆስፒታል ኣልካ ከዓ ጎፋንድሚ ትብል እያ እዚኣ ተኾይና እታ ፕላን ፕላን ኣይኮነትን እሱ እዩ ከዓ እዚ ንቅድሚት ሓንቲ ከድካ ንቅድሚት ክልተ ከድካ ሓንቲ ንድሕሪት ዘይኮነ ንቅድሚት ዋላ ፍርቂ ትኸውን ከድካ ሲ ሸውዓተ ሸሞንተ ንድሕሪት ምምላስ እዩ ግደ ሓቂ ከዓ ክንዲዚ ቃልሲ ንፍትሒ ናይ ኤርትራ ቃልሲ ንቅዋም ቃልሲ ንህዝባዊ ግንባር ኣብ ቦትኡ ኣብ ንቡሩ ምምላስ ዝብሎ ዓይነት ኣቃልሳ ማለት እዩ ንህዝባዊ ግንባር ዲሞክራስን ፍትሕን ሰብ ብዛዕባ ዲሞክራስን ፍትሕን ከም ድሓስብ ምግባር እቲ ባዕሉ ዝገበሮ ቅዋም ከም ደተግብር ምግባር ክንዲ ዝዓመት ክወስድ ኣይግበኦን እዩ ነይሩ ግን ኩሉ ግዜ ዝኾነት እታ ፍትሒ ትብልሲ ኣብ ርእሲኣ ጨው በርበረ ኮይና ቀመም ኮይና ወይ ወያነ ክትኣትው ኣለዋ ወይ ትግራይ ክትኣትው ኣለዋ ወይ ዓባይ ትግራይ ክትኣትው ኣለዋ ወይ ትግርኛ ክትኣትው ኣለዋ ወይ ገለ ዝኾነ ዓይነት ትሕቲ ሃገራዊ ዝኾነ ዓይነት ኣጀንዳታት ክኣቱ ኣለዎ ወይ ኣውራጃ ክኣቱ ኣለዎ እንዳበልካ ንድሕሪት ትጉተ ክጉተት ክጉተት ጸኒሑ እዚ እዚ ቅመማ ቅመም ኣብ ማእከል ዘሎ ክሳብ ሕጂ እውን ንሱ ይሒዝዎ ዘሎ ማለት እዩ ሕጂ ነዚ ኩሉ ገፈጥ መፈጥ ኣውፂኻ ልክ ከም ኤርትራውያን ኮይና ንሕና እውን ሓሳብ እዩ ዘለና ዋላ ናይ ምቕያር ባንዴራ ኹን ዋላ ገለ ኹን እውን ሓሳብ እዩ ነብሱ ግን ብርትዓውን ሰላማዊ መገድን ሰብ እሚንና ኣብ ዳስና ሰብ ክንዕስል ኢና ዝበለ ፃዕዳ ፅናሓዮ ክበሃል ይኽእል እዩ ካብኡ ሓሊፉ ግን ሰብ ክብድል እየ ክፈግእ እየ ከፈራርሕ እየ ኢሉ እዚ ኣብ ወፃእ ዝነብር ህዝብና ይደግፍ ብድላዩ ተደልዩ ንኢሳያስ ደግፍ ተደልዩ ንሰይጣን ደግፍ ብደየገድሶ ምርጫ እዩ ውልቃዊ ሓርነት ምስ ይድኸይድ ስለዚ ሓደ ደላይ ፍትሒ ግን ዲሞክራሲያዊ መገዲ ውልቃዊ ሓርነት ዘይኣምን ንነብሱ ፍትሓዊ ክብላ ይክእል ማለት እዩ ዳስዋይ ዜረ ዜረ ክሳብዛ ሰዓት እዚኣ እንታይ ዝብል ዘለኹ እቲ ምድላይ ፍትሒ እቲ ምድላይ ሃገር እዩ እቲ ምድላይ ፍትሒ ደላይ ሓቂ እዩ ደላይ ፍትሒ ደላይ ዘይጎነፃዊ መገዲ እዩ ደላይ ፍትሒ ተረዳዲኡ ጥራሕ ክገብር ዝደሊ ማለት ሕጂ እታ ንነብስኹም ደላይ ፍትሒ ኢልኩማ ዘለኹም እታ ዳስ ናይ ፍትሒ ኣብ ቦታ እያ ዘላ ኣብ ቦታ ጥራሕ ዘይኮነ ሕጂ እውን ንውሽጢ ዓዲ ኣብ ውሽጢ ሃገር ብልዙብ መገዲ ዝዝረበሉ መገድታት ይኽፈት ኣሎ ሓድሽ ምዕራፍ ኣሎ ብዙሕ ተቐባልነት እውን ኣሎ ዋላ ኣብቶም ኣብ ምሕዳርን ኣብ መሓዝን ኣብቲ ሃገር ዘለውን ከምኡ ኢና ንደሊ ዝብልሉ ምዕራፍ ኢና ዘለና ማለት እዩ ሕጂ ዝተረፈ ዝኾነ ኮይኑ ዝተረፍና ምርጫ ኣለና ኣብዚ ዓይነት ዓጊብና ዘለና ነቶም ዝተረፍኩም ከዓ ክንፍትን ኢና ትብሉ ዘለኹም ከዓ ናትኩም ጌርኩም ሰብ ከም ዝዓስሎ እንተጌርኩም ሓደ ኣማራፂ ጌርኩም ኣለኹም ማለት እዩ ነዞም ከምዚ ንብል ዘለና ግን ብሓይልን ብበትርን ብካልእን ክንእምነኩም ኢና ዝብል መደብ ተለኩም ግን መንበር ሰብ ኣብቲ ከምቲ ናትኩም ኣብ ትሕቲ ናት ወሪዱ ከምቲ ናትኩም ንሕና ውን ኮማይ ማይ ዓመኹናን ገለ ዝብል መልሲ ይኮነን ዘድልየና እዚ ብሓቅን ብርትዕን ብሕግን ገለ ብኩሉ መገድታት ትሰዓረሉ መገዲ ስለዝኾነ ተደይደኹም ክምሕሸኩም ክበሃል ዝኽእለሉ ነገር እዩ ማለት እዩ ዝኾነ ኮይኑ ቅድሚ ኩሉ ሃገር ተሃሉ ዝበለ ሓይሊ ወይ ከዓ ኣተሓሳስባ ፀኒሑ ክኸውን ይኽእል እዩ ናቲ ብዙሕ ነገር ወንዚፉ ፀኒሑ እምበር ኣብ ቦትኡ ኣሎ ግን ነዚ ፅቡቕ ናይ ኤርትራ ምድላይ ግን ኦፍኮርስ ኩላትና ንደልዮ እዚ ግን ዝሰማምዓሉ ማለት እዩ ሕጂ ፍልልይና ዘሎ ኣነ ብኣይ ወገን ክሪኦ ከለና ደላይ ቀውጢ ኣሎ ደላይ ፍትሒ ኣሎ ኣብ ደለይቲ ፍትሒ ድኻ ኣብ ቦታና ኣለና ባህላ እየ እቲ ኣብዚ ኣብዚ ምስ ህግደፍ ተኸድካ ዶ ንህግደፍ ተዛሪብካዮም ዶ ኣብቲ ናቶም ተኸድካ ዶ ስእሎም ተሒዝካ ዶ ንስኻ ፍትሓዊ ኮንካን ናብኣቶም ኢድካ ሃብካ ዝብል ናይ ቆልዑ ዘረባ ገዲፍና ናይ ብሓቂ ንቕድሚት ክልተ ስጉምቲ ዝወስደና ዋላ ንድሕሪት ሓንቲ ንመለስ በየናይ መገዲ እዩ ክልተ ጥራሕ ደይኮነ ካብዛ ሰዓት እዚኣ ምዕራፈው በፂሑ ሰዓቱ ኣኺሉ ንብሎ ተኮይና ከዓ ሓሙሽተ ሽዱሽተ ንቕድሚት ዝወስደና መገድታት እውን ኣብ ቦትኡ ኣሎ ማለት እዩ ሕጂ ከመይ ጌርና ኢና ሞ ኢሉ ዘይረኣየኩም ነገር ክህሉ ንቡር እዩ ግን ንክገብር ዝደለየ ኩሉ ነገር ክረኣዮ ኣብ ቅድሚኡ ኩሉ ተሰሪዕሉ ማለት ኣይኮነን ነቲ ንስካላ በብሓደ ክድይበን ተጀሚሩ ልዕሊኡ ዘሎ እንዳተረኣዮ እንዳተረኣዮ ነቲ ማዕፆታት ክኸፍቶ ተጀሚሩ ብድሕሪኡ ዘሎ ፍኒስትራታት እንዳተረኣየ ዝኸይድ ዘሎ ሕጂ ነቶም ከምኡ ክንገብር ዝመረፅና ናይ ብሓቂ መስገን ዝበሃል ብዙሓት ሰባት ነዚ ተተባብዑ ኣለኹም ትገብርዎ ኣለኹም ካብዚ ንላዕሊ ክግበር ምኽኣሉ ኣብ ክንዲ ብድፉኑ ከዓ ከምዚ ናይ ክልስ ናይ ሓሳብ ጥራሕ ደይኮነስ ግብራዊ ድኾነ ክውንነታዊ ድኾነ ፕሮጀክት እዝን እዝን ንገብር ኣለና ኢልና እውን ንሰርሓሉ መገድታት እውን ይፀራረግ ኣሎ ኣብዚ ቁሩብ መዓልትታት ብዛዕባኡ ሓደ ሓበሬታን ከም ፃውዒት እውን ክሳተፍዎን ከምዚኣ ገይረ ቪድዮ ገይረ ክምለሰኩም እየ እሞ ንሎም መዓልቲ ግን ፅን ኢልኩም ስለሰማዕኩምኒ ይቐንየለይ ክብረት ሃበለይ ዓወትን ፍትሕን ንህዝቢ ኤርትራ